ዝኸበርኩም ህዝቢ ክርስትያን መጀመርያ ሰላም ክብል ይደሊ ካብኡ ዝተረፈ እዚ ቤተክርስትያን ኣብዚ ደረጃ እዚ ብምብፅሑ መጀመርያ ምስጋናይ ከብጽሕ ኣቦታትን ኣዴታትን ከምኡ ድማ ደቅናን ወርቅን ገንዘብን ዝተኸልፉ ዝተኸፍሎ ጉልበት ዝፈሰሶ ካብዚ ብምብጋስ እቲ ስራሕ ኣብ መወዳእታን ኣብ ናይ መጨረሽታን ኣብ ውሕድ ስራሕትን ደረጃ ኢና በጺሕና። እዛ ገዛ እዚኣ ቦሎፎን ደሪፉ ኣሎ እታ ናይ ጃኬት ካልእ መሳሊ ዝቅመጠላ እያ እዚኣተን ድማ ናይ ንስን ናይ ስብኡትን ሽቓቕ ከምኡ ድማ ንጥዕና ዘይብሎም ደቅና ናኣኦም እንትኸውን ንደቅና ድማ ባምበር ካልእ ዝቅየረላ ቦታ እያ ኩሉ ናይ መሬት እንተዘይኮይኑ ቦሎፎኑ ኩሉ ተወዲኡ እቲ ባስካም ካልእ ድማ ናይ መተሓጻጸቢ ኢድ ድማ ኣብ ምቕራብ ኢና ዘለና። ካብኡ ዝተረፈ እንደገና መብራህቲ ዳርጋ ምዝዛም ኢና ዘለና። እዚ ቦታ እዚ ሳእኒ ሳእንታትና ንቕይረሉ መጀመርያ ኣፍ ደገ ማዕጾ ድማ መታን ኣብ ምልሕጻጽን ካልእ ከይበጽሕ ኢልና ኢና። ደቂቅና እምበር ዳርጋ ውዱእ እዩ ምግጥጣም ዘድልየና ቦታ ኢና በጺሕና ዘለና ካብኡ ብዝተረፈ እዚ ድማ መብራህቲ ኣብ ምዝዛም እዩ ዘሎ ክሽነ መብራህቲ ተዳልዎ እቲ ናይ ኣቑሑት መቀማመጢ ሽለ ዘብል ድማ ኣብቲ ምዝዛም ናቱ ከነስዕበሉ ኢና ሕጂ ኣብ ምውዳእ ገፅና ኢና በፂሕና ዘለና እቲ ናይ ቤተ ክርስቲያን ብዓብኡ ድማ

እቲ ህዝቢ ዘገልግለሉ ናይ ታቦት ቦታ ድማ ኣብ ምንፃፍን ተዳሊና ኣለና ማለት እዩ። ይጅመር ኣሎ መብራህቲ ክልተ እየን ተሪፈናና እምበር እተን ሽዱሽተ ኣዛዚምና ኣለና። እቲ መወዓዓይ ኩሉ ተዳልዩ ተጋጣጢሙ እዩ ዘሎ። ጥራሕ እንታይ መደምሶም ነቲ ናይ ባስካ ዘይሸቓቕ ዘበለ እሱ ጥራሕ እምበር ኣዳልዎ እቲ ናይ ማይ ምግጥጣም ፀገም የለን ኢሎም ማለት እዩ። ሕጂ ኣብ ምንፃፍ ኢና በፂሕና ዘለና ሕጂ እቲ ቤተክርስትያን ተዛዚሙ ተወዲኡ ጠጠው ኢሉ ተበፂሑ እዩ ዘሎ ማለት እየ።

እዚ ድማ ሕማቕ ኣይምጻእ ደኣ እምበር ተዳሊኻሉ ትጸንሕ። ዝኾነ ነገር ባርዕ መሳልን ካልእን ካልእን እንተጋጠመ ንኸምኡ ኢሉ ተዳልዩ ማይ መጠፋፍኢ ማለት እዩ። ኩሉ ነቲ ገዛ ድሉ ኣብ ድሩ ኣብ ድሉ ደረጃ በጺሕና ኣለና ማለት እዩ። እታ ቀንዲ ህይወት ናይዛ ቤተክርስትያን እታ ቀንዲ ህይወት ናይታ ቤተ ክርስቲያን እዛ እዛ ቀንዲ ህይወት ናይታ ቤተ ክርስቲያን ልቢ መንቀሳቐሲ ትበሃል ድማ ማለት እዩ እዚኣ እታ ማሽን ናይ ንፋስ ዘእቱን ዘውፅእን ፅሩይን ርስሓትን ንደገ ማለት እዩ እዚአን ነቶም ድምፂ ዘይብሎም ድምፂ ውሕዳት ናይ እዝኒ ዘለዎም ናታቶም ናይ ሳብ ትህቦምን ኣብ ኲናት ትሰደሎም ቦታ እያ። እዚ ድማ እዚ ንሪኦ ዘለና ድማ ኤሌክትሪክ ነናቱ ቦታ ዝኾነ ነገር ኣጋጢሙ መጣፋፍእን መዋላልዕን እዩ። ሕጂ እንታይ እዩ ልክዕ ካብቶም ናይ ሓይሊ ናይ ኤሌክትሪክ ቦታ መፂኡ እዛ ቦታ እዚኣ እንድሕር እሳቶም ኣዳልዮማ ስራሕ ኣብ ኤሌክትሪክ ተዛዚሙ ማለት እዩ። እዚኣ ድማ መውዓዪ እዩ። እቲ ናይ መውዓዪ ድማ ምግጥጣም ጥራሕ ዝተርፎ ማለት እዩ። እዚ ናይ ማይ መሳሊ እዩ። እዚታት ናይ መወዓዒ እዩ። ሕጂ ብሓጺሩ እቲ ዘረባ እንታይ እዩ? ኩሉ ስራሓት ኣብቲ ከምቲ ቅድም ሰብዓን ሓሙሽተን ካብ ሚእቲ ኢልና ኢናበልና ሰማንያን ሓሙሽተን ካብ ሚእቲ ኢና በጺሕና ዘለና። እዚ ኩሉ ክብል ከለኩ ጠቃላሊ ዘረባይ ግን እዝግሄር ሃቦም እዞም ደቅና እዝግሄር ሃበን ኣዴታት እዝግሄር ሃቦም ኣቦታት ንሓደ መስጊንካ ንሓደ ከተትርፍ ንሓንቲ መስጊንካ ንሓንቲ ከተትርፍ ትክእለሉ ኣይኮነን ብጣዕሚ ዝምስገን ስራሕ ህዝብና ክንድቲ ዘውጽኦ ፈጣሪ ዓጸፋ ይተክኣሉ። ኣነ ብወገነይ ኣምስጊነ ንመስጋናይ ስለ ዝሃብኩ ብወገነይ ደረት ዘይብሉ ምስጋና ኢዩ ከምኡ ድማ ከይተሓለለ ኢሰያስ ወድና ምስ ኣክሊሉ ወደይ እዚኣቶም ድማ መደባቶም ኣወንዚፎም መዓልታዊ ይኹን ወርሓዊ ይኹን ኣብ ዝኾነ ግዜ መጺኦም ክስንዱ ምስጋና ድማ ንዕኦም ድማ ክውንን እህብ ኣለኹ ማለት እዩ። እንዳመስገንኩ እየ ንኹሉ። የቐንየልና። እዚኤን ልክዕ ኣብቲ ናይ መስቀል ብታሕቲ ዝኾና እየን። ልክዕ እኳ ኣነ ሕጂ መግለጺ ሂቦም ነይሮም ግን ድማ ትምህርቲ ሂቦምና ነይሮም እዮም ኣቦና ፍቕረ።

እዚኣን እየን እታ መስቀል ሕብሪ ዳርጋ ምልካይ ስቱኮ ምልካይ እዚኢታት ክንክልክለሉ ኢልና ሓሲብና ንፋስ ምናልባት ተሰጂዑ ከይኸይድ ንፋስ በዚ ንክኣክልና እዚ ዝሓር ስዒቡ ዝተሰርሐ ስራሕ እዩ እዚኤን ብቕድሚትን ብድሕሪትን ሰለስተ እየን ዝኾና ግን ምስቲ ናይቲ ዓዲ ኣሰራርሓ ሰለስተ መስቀል ክንገብር ኣይከኣልና